ሰባት ኣይፈትዉንን ወይ ድማ ዝግደሰለይ ሰብ የለን ወይ ድማ ዘረባ ስለ ዘይክእል ብዙሓት ፈተውቲ ክህልዉኒ ኣይከኣልኩን። ብዙሕ ዝዛረብ ሰብ ኣይኮንኩን ሓፋር'የ። እቲ ትኽክለኛ ቃላት ተጠቂምካ ምዝራብ ኣይክእልን'የ ኢልኩም ትሓስቡ እንተለኹም እዚ ቪድዮ'ዚ ንዓኹም'ዩ። ካብዚ ቀጺለ ዝነግረኩም ነጥብታት ሰሚዕኩም ንእሽተይ ጥራይ ቁሩብ እንተርኢኹም ተፈተውቲ ሰባት ክትኮኑ ኢኹም። ንባዕልኹም ክሳብ ትግረሙ ሰባት ምሳኹም ንምዕላል ክህንጠዩ እዮም እዚ ቪድዮ ናይ ስነ ኣእምራዊ ምኽርታት ክትረኽቡሉ ኢኹም። ሄቨን እየ ምሳኹም ዘለኹ ናብዚ ቻነል እንቋዕ ብደሓን መጻኹም እንዳ በልኩ ናብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ብትሕትና እዕድመኩም ነቲ በቢ ጊዚኡ ዝፍንወልኩም ቪድዮታት ብቀሊሉ ንምርካብ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ቀዳማይን ቀንድን ዝኾነ ነገር መጀመርያ ሰባት ክትላለዩ እንከለኹም ፍሽኽታ ዝበዝሖ ገጽ ኣርእይዎም። ደቂ ሰባት ሓጎስ ይስሕቦም እዩ። ንስኻትኩም ሕጉሳት ተዘይኮንኩም እቶም ዝቐርቡኹም ከማን ሕጉሳት ክኾኑ ኣይክእሉን እዮም። ገለ ገለ ሰባት ሰባት ንኸይደፍርዎም ንኽቑጠቡ ወይ ንኽኽበሩ ስለ ዝደልዩ ኮርፈፍ ወይ ከኣ ንፍሕ ኢሎም እዮም ናብ ሰብ ዝቐርቡ። ብቦዲ ላንጉጅ ክረኣ እንከሎ፣ በቃ ብትዕቢት ዝተሓወሶ ዝመስል ጌሮም እዮም ዝላለዩ እዚ ቀንዲ ሰባት ካባኻ ክሃድሙ ዝገብሮም እዩ በጃኻ ከይትቀርበኒ ሰብ ወይ ዓርኪ ማሓዛ ኣየድልየንን እዩ ዝብል መልእኽቲ እዩ ዘማሓላልፍ። ሰባት ብፍሽኽታ ይምሰጡ እዮም ሕጉሳት ሰባት ምዃንኩም ካብ ፍሽኽታኹም ይዕዘቡ እዮም ምስ ሕጉስ ሰብ ከዕልል ዘይደሊ ሰብ መን ኣሎ ካልኣይ ድማ ሰባት ክትላለዩ ወይ መጀመርያ ክትረኽብዎም ከለኹም ኣብ ዓይኖም እንዳ ረኣኹ ምዕልሎ። ናብ ሓደ ሰብ ዓይኑ እንዳ ረኣኻ ምስ ተዕልሎ ከም ተኽብሮ እዩ ዝርዳእ። ክትሰምዖ ከም ዝደለኻ እውን ይርድኦ እዩ። ኣብ ኣዒንቶም እንዳ ረኣኹም እንተዕሊልኩሞም ዓቢ ቦታ ከም ዝሃብኩሞም እዩ ዝርድኦም። ስለዚ ይፈትወኩም፣ ምሳኹም ከዕልል ድማ ይደሊ። ብዝያዳ ክቐርበኩም ድማ ይጽዕር። ንሶም እንዳ ኣዕለልኹም ናብ ካልእ ቦታ ምስ ትርእዩ ልክዕ ከም ዝነዓቕኩሞም ኮይኑ ይስምዖም። ማንም ሰብ ድማ ክኽበር ክፍቶ እዩ ዝደሊ ስለዚ ልክዕ ንሕና ድማ ከምቲ ብሰባት ክንፍቶ ንደልዮ እቲ ናባና ዝመጽእ ሰብ ውን ከምኡ ስምዒት ሒዙ ከም ዝመጽእ ምርሳዕ የብልናን ዓይኒ ንዓይኒ እንዳ ተራኣኣኻ ምዕላል ኣዝዩ ኣገዳሲ እዩ ናይ ስነ ኣእምሮ መጽናዕቲ ከም ዝብልዎ ክተዕልሉ ከለኹም ሓምሳ ሚእታዊት ናብ ኣዒንቲ ጠምቱ ክትሰምዑ ከለኹም ድማ ሰብዓ ሚእታዊት ናብ ኣዒንቲ ተዘይ ጠሚትኩም እቶም ሰባት ንኻልኣይ ግዜ ክረኽቡኹም ኣይደልዩን። ሳልሳይ ድማ ኣብ መንጎ ዕላል ብዛዕብኦም ዝምልከት ሓሳብ ሕተትዎም። ከመይ ይመስለካ? ናትካ ሓሳብ ኣብዚ ከመይ እዩ? እዚ ዓይነት ሕቶ ብጣዕሚ እዩ ዘሐጉሶም። ቦታ ከም ዝሃብካዮምን ኣኽቢርካ ከም ትሪኦምን ክትሰምዖም ከም ትደሊ ብጣዕሚ እዩ ዘሐጉሶም። ከም ዝስምዖን ከም ዝድነቑን ኮይኑ ስለ ዝስምዖም። ምሳኹም ምዕላል ይደልዩ። ሓደ ሓደ ሰባት ተጋጢሞምኹም ንመጀመርታ ግዜ ትላለዮም ሰባት ብጣዕሚ ብዙሕ ብዛዕባ ገዛእ ርእሱ ዝዛረብ ብጣዕሚ ኣሰልችዩኩም ክኸውን ይኽእል ኣነ ከምዚ እየ ከምዚ ኣለኒ ከምዚ እንተገበርኩ በቃ ኣነ ኣነ ኣነ ብጣዕሚ እዩ ዘሰልቹ ምሽ ክፍቶ ዝደለየ ሰብ ክስማዕ ዝደሊ ሰብ ስማርት ምዃን ኣለዎ እስከ ብዛዕባኺ ንገርኒ ከመይ ነይሩ ከመይ ሰጊርክዮ ብዛዕባ ገዛእ ርእስኺ ንገርኒ ምስ ትብላ ብጣዕሚ እያ ትሕጎስ ንዓኻ ውን ብዛዕባኣ ብዙሕ ምፍላጥ ካልእ መዓልቲ ብጣዕሚ ክሎዝ ክትከውን ምሳኻን ከም መሓዛኻ ክትገብራ ይጠቕመካ ብዛዕባ ሓደ ሰብ ዝኾነ ንፈልጦ ነገር ተዘይብልና ብዛዕባ ምንታይ ከም ነዕልል ከማን ኣይንፈልጥን ኢና ብዛዕባ ስድርኡ ስርሑ ተፈሊጥና ግን ማለት ሓቲትና ተፈሊጥና ማለት እዩ። ኣብ ቀጻሊ ክንራኸብ እንከለና ብዛዕባ ስራሕ፣ ስድራቤቱ ክንሓትት ይቐለልና እዩ። ብዛዕባ እቲ ኣቐዲሙ ዘዕለለና ነገር ዘኪርና ንሰባት ምስ ንሓቶም ብጣዕሚ እዩ ዘሐጉሶም። ንኣብነት መጀመርያ ዝተላለኹሞ ሰብ ዝኾነ ሕቶ ምስ ትሓቱ ኣብ ግዜ ዕረፍትኻ እንታይ ምግባር እዩ ዘሐጕሰካ? ወይ እንታይ ዓይነት መግቢ ኢኻ ትፈቱ? ወይ እንታይ ዓይነት ስራሕ ከም ትሰርሕ ምሕታት፣ ነቲ ሰብ ኣጸቢቕካ ከም ትፈልጦ እዩ ዝሕግዘካ። ስለዚ፣ ኣብቲ ዝመጽእ ካልእ ግዜ ትራኸበሉ ዕላል ንኽትከፍት ቀሊል እዩ ዝኸውን። ራብዓይ ድማ ብጣዕሚ ደስ ዝብል ቲፕ እዩ፣ ሰባት ዝገብርዎ ኣካላዊ ምንቅስቓስ ምድግጋም። ምስቲ ምሳኻ ዝዕልል ሰብ እቲ ንሱ ዝገብሮ ኣካላዊ ምንቅስቓስ ምድጋም ብጣዕሚ'ዩ ደስ ዝብሎ። እዚ ዝያዳ ምቅርራብ ዝፈጥርን ከም ዝተፈትወን ኮይኑ ከም ዝስምዖ ይገብር። ሓምሻይ ድማ ኣብ ዕላልኩም ዘመሳስለኩም ነገር ምድላይ። መጀመርያ መስተውዓልቲ ምዃን ኣለኩም። መጀመርያ ምስ ሓደ ሰብ ተራኺብኩም ክተዕልሉ እንከለኹም ብዛዕባ ትምህርቲ፣ ስራሕ ክተዕልሉ ትኽእሉ ኢኹም። ብዛዕባ ዝሓለፈ ናይ ቁልዕነት ህይወት፣ ብሓፈሻ ኣብቲ ናይ ክልቴኹም ዕላል ዘመሳስለኩም ነገር ምስ ትደልዩ እቲ ሰብ ንኻልኣይ ግዜ ምሳኹም ንኽራኸብ ድሌት እዩ ዘሕድር። ምኽንያቱ ምሳኹም ብዙሕ ነገር ዘዕልሎ ከም ዘሎ ኮይኑ ይስምዖ። ብዙሕ ግዜ ድማ ናይ ስነ ልቦና ሰብ ሞያ ከም ዝብልዎ፣ ዘመሳስል ዘለዎም ሰባት ወይ ብሓንሳብ ሓቢሮም ዝፈትውዎ ነገር ምግባር ዝደልዩ ሰባት ብጣዕሚ ንነዊሕ ግዜ ፍቑራት ወይ የዕሩኽ ናይ ምዃን ዓቢ ዕድል ኣለዎም። ሻድሻይ ድማ ተቐዳዲምካ ዘይምትንካፍ። ሓደ ሓደ ሰባት ሽዑ ንሽዑ ተፋሊጦም ኣብ ውሽጢ ዕላል ኣትዮም እንዳተናኸፉ የዕልሉ። እዚ ግን ንብዙሓት ሰባት ምቾት ኸሊ እዩ። ሰባት ኣጸቢቖም ንዘይፈልጥዎ ሰባት ክሕቀፉ ወይ ክትንከፉ ኣይደልዩን እዮም። ብፍላይ ደቂ ኣንስትዮ ተቐዳዲሙ ናብ ከምዚ ዝኣቱ ወዲ ኣይፈትዋን እየን። ረዚን ከም ዘይኮነ እየን ዝሓስባ። ብጣዕሚ ቀልጢፎም ኣብ ከምዚ ዝኣትዉ ኣወዳት ብዙሕ ተፈተውቲ ኣይኮኑን። ሻብዓይ ድማ ብዙሕ ካብ ምዝራብ ብዙሕ ምስማዕ ዝበሃል እዩ። ብፍላይ ቤተሰብ ወይ ከኣ ፈተውትና ብዙሕ ኣይትዛረቡ ብዙሕ ምስማዕ ተለማመዱ ይብሉና እዮም። ምስ ሰባት እውን ክነዕልል ከለና ብዙሕ ንሰምዕ እንተ ኾይንና ናይ ኣኽብሮት ምልክት እዩ። ከየቋረጸ ዝልፍልፍ ሰብ ካልኣይ ግዜ ንዕኡ ርኢኻ ኢኻ እትሃድም። እውይ እዚ ከይረኽበኒ እንዳበልካ ትሕባእ። ከምኡ እውን ኣብ መንጎ ናይቲ ሰብ ዕላል ኣቋሪጾም ኣብ መንጎ ዝኣትዉ ብጣዕሚ ኣሰልቸውቲ ሰባት እዮም። ስለዚ። ንሰባት ጽን ኢልካ ምስማዕ፣ ክሳብ ዘረብኦም ዝውድኡ ምጽባይ ተፈተውቲ ይገብረና። ሻምናይ ድማ ምንቃፍ እዩ። ብፍላይ ምስ ሓደ መጀመርያ ንራኸቦ ሰብ እንተኾይኑ፣ በጋጣሚ ወላ ንስኻ ዘይትሰማምዓሉ ጉዳይ ይለዓል፣ ብምንቃፍ ምምላስ የብልካን። ንሳቶም ኣይፈትዎምን'የ፣ ኣይተልዕለለይ፣ ከምዚ እንድዮም ዝገብሩ፣ ከምዚ ከምዚታት ነብዝሕ እንተኾይንና፣ እቲ ምሳና ዘሎ ሰብ እዚ ሰብ ብጣዕሚ'ዩ ሰብ ዝነቅፍ፣ ነጋቲቭ ማይንድ ዘለዎ እዩ፣ ኢሉ ስለ ዝሓስብ ካልኣይ ግዜ ንኽረኽበና ድሌት የብሉን። ንዕኡ'ውን ምስ ካልኦት ሰባት ኮይንና ከም ንሓምዮን ከም ንነቕፎም ኮይኑ ስለ ዝስምዖ ካባና ክርሕቕ እዩ ዝደሊ። ንሕና'ውን እኮ መጀመርያ ዝተላለናዮ ሰብ ክነቕፈና ክጅምር ከሎ ደስ ኣይብለናን እዩ ምሽ? ከምኡ'ውን ቀልጢፍና ገዲፍናዮ ክንከይድ ኢና ንደሊ። ሓደ ሓደ ሰባት ድማ ብብዝሒ ቀልዲ ዘረባ ስለ ዘብዝሑ ዘይረብሕ ሰባት ዝጎድእ ላግጺ የውጽኡ። ነዚኦም ሰባት እዚኦም ድማ ሰባት ካልኣይ ግዜ ክረኽብዎም ኣይደልዩን እዮም። ታሽዓይ ድማ ምድናቕ፣ ምምስጋን፣ ዕላል ወይ ዘረባ ሒዝና ነቶም ምሳና ዝዕልሉ ዘለዉ ሰባት ኣብ መንጎ ምድናቕ ወይ ምምስጋን ከምዚ ዓይነት ዘረባ ንሰባት ደስ እዩ ዝብሎም። ኩሉ ግዜ ሰብ ክተድንቖን ከተመስግኖን እዩ ዝደሊ ምሽ? ስለዚ ኩሉ ግዜ ንሰባት ከምዚ ዓይነት ቃላት፣ ናይ ምምስጋን፣ ናይ ምድናቕ ቃላት እንተስሚዕኩሞም እንደገና ንኽረኽቡኹም እዮም ዝደልዩ። ግን ክተመስግንዎም እንከለኹም ብመልክዖም ወይ በቲ ብተፈጥሮ ዝረኸብዎ ዘይኮነ በቲ ዘምጽእዎ ሓሳብ ወይ በቲ ዝዓመምዎ ስራሕ ምስ ዝኸውን ሓበን ከም ዝስምዖም ይኸውን። ዓስራይ፣ ኣብ መንጎ ዕላል ዝለዓሉ ካልኦት ሰባት ኣለዉ። ደረፍቲ፣ መራሕቲ ፍሉጣት ሰባት ምስ ዝለዓሉ ዋላ ዘይትፈትዎም ኩን ኣብታ ሰዓት እቲኣ ግን ብዛዕብኦም ሕማቕ ዘረባ ምዝራብ የብልካን። ብዛዕባ ካልኦት ዘለኩም ኣረኣእያ ነቲ ዝቐረብኩሞ ሰብ ከርሕቖ ይኽእል እዩ። ደጊሙ እውን ክረኽበኩም ኣይደሊን እዩ። ሰባት ብተፈጥሮ ፖዝቲቭ ነገር እዮም ክሰምዑ ዝደልዩ ብፍላይ መጀመርያ ግዜ ምስ ዝከውን እንታይ ዓይነት ሰብ ምኳንካ ስለ ዘይፈልጡካ ከነርእዮ ዘለና እቲ ፖዝቲቭ ጎንና እዩ ክከውን ዘለዎ ድኩም ጎንና ወይ ብዛዕባ ካልኦት ነጋቲቭ ዝኮነ ነገር ክንዛረብ ተሰሚዖሙና እዚ ካባና የርሕቆም እዩ ዓሰርተ ሓደ ክተዕልሉ እንከለኩም ተዛኒኩም የዕልሉ ደው ኢልኩም እንተለኩም ትክ ኢልኩም ኮንፊደንስኩም ክረኣ ከም ዘለዎ ግበሩ ኮፍ ኢልኩም እንተለኩም ድማ ቅንዕ በሉ ሪላክስ ኮይንኩም ምስ ሓደ ሰብ ምስ ተዕልሉ ነቲ ሰብ ኣትራክት ኢኹም ትገብርዎ ተዘይኮነ ብውሽጥኹም ተጨኒቕኩም ወይ ተሸቑሪርኩም ተዕልሉ እንተለኹም እቲ ሰብ ንባዕሉ ድማ ይጭነቕ ካባኹም ቀልጢፉ ክኸይድ ይደሊ። ዓሰርተ ክልተ ጥብቕ ትብልሉን ትርሕቅሉን ግዜ ምፍላጥ እዩ። ሓደ ሓደ ግዜ ኣብ መንጎ ዕላል ዘይምርድዳእ ምስ ዝፍጠር ሱቕ ኢልና ንካታዕ እንተኾይንና እቲ ሰብ ይስልችዎ እሞ ንኻልኣይ ግዜ ምሳና ከዕልል ኣይደልን። ምስ ሰባት እንዳዕለልኩም ከለኹም ዘይምርድዳእ ከም ዘሎ ወይ እቲ ዕላል ናብ ክትዕ ገጹ ከም ዝኸይድ ዘሎ ተተሰሚዕኩም ትርሕቁሉ ግዜ ምፍላጥ ኣለኩም። በል እስኪ ሰላም ወዓል ካልእ ግዜ ክንቅጽሎ ኢና እዚ ዕላል የቐንየለይ ኢልካ ምርሓቕ እዩ እንተዘይኮነ ክሳብ መጨርሻ ትካትዑ እንተ ኾይንኩም ናብ ጽልኢ እውን ክሰጋገር ይኽእል እዩ። ዓሰርተ ሰለስተ ኣብ ዝኾነ ቦታ ብኣኽብሮት ተዓዲምኩም ትረኽብዎም ሰባት ኣከዳድናኹም እዩ ዝርኢ። እዚ ድማ ኣልዕል ወይ ኣትሕት ንምግባር ዘይኮነ ነቲ ቦታን ኣጋጣምን እትህቦ ክብሪ እዩ ዘርኢ። ነብስና ኣልዒልና ጽቡቕ ተኸዲንና ንምኻድ ነቲ ሰብን ነቲ ኣጋጣምን ክብረት ከም ዝህብ እዩ ዘርኢ። እዚ ከይተገደስና ብሸለልትነት ተኸዲንና ንኸዶ መርዓ ድዩ በዓል፣ ኣብ ገዛእ ርእስናን ኣብቶም ዝዓደሙናን ክብረት ከም ዘይብልና ክሕብር እኽእል። ወይ ከም ዘይንግደስ ኣብቲ ዝግበር ዝኾነ በዓል ወይ ሰባት ክብረት ስለ ዘጉድል ብዝተኻእለኩም ዓቕሚ ምስቲ ኩነታት ዝኸይድ ምድላው ምግባር ተፈተውትን ክብረት ከም ትቕበሉ ንገብረኩም። ዓሰርተ ኣርባዕተ ናይ መጨረሽታን ድማ ነቲ ንመጀመርያ ዝረኸብኩሞ ሰብ ቅድሚ ምፍላይኩም ብዘይርሳዕን ደስ ዝብል ቃላት ቻው ክትብልዎ ከም ዘለኩም ኣይትረስዑ። የዕሊልኩም ተጻዊትኩም ምስ ወዳእኩም ቻው ክትበሃሃሉ ከለኹም ገለ ደስ ዝብል ቃል ተጠቀሙ። ንኣብነት ሎሚ ዘዕለልካኒ ዕላል ኣይርስዖን'የ። ብዙሕ ነገር ከም ዝሓስብን ከም ዘመሓይሽን ጌሩኒ። ኣብ ዕላልካ ደስ ዝብለኒ እዚ ቃል እዚ'ዩ። ዝኣመሰሉ ነቲ ሰብ ዘሐጕስ ዝትንክፍ ቃላት ተዛረቡ። እዚ ነቲ ምሳና ዝወዓለ ሰብ ከም ዝዝክረና፣ ካልኣይ ግዜ ክረኽበና ከም ዝደሊ እዩ ዝገብሮ። ስለዚ መፋነዊ ጥዑም ቃላት ተጠቐሙ። ስለ ዝተራኸብና ደስ ኢልኒ፣ ካልኣይ ግዜ ከምዚ ተንራኸብ ደስ ምበለኒ፣ ብጣዕሚ ዘይትርሳዕ ሰብ ኢኻ። ከምዚታት ዓይነት ቃላት ንሰባት ደስ እዩ ዝብሎም። ነዞም ዝረኣናዮም ነጥብታት ኣብቲ መጀመርያ ምስ ሰባት ክንላለ እንከለና ክንጥቀመሎም ከም ዘለና ኣይንረስዕ።